ኣብ ክንዲ ዘኾለስኩ ኢደ ተነኹስኩ ዝበሃል ምስላ ኣብ ህይወተይ ጎድ ኮይኑ ይርእዮ ሓፍቲ በዓልቲ ቤተይ ኣብ ናብራይ ኣብ ህይወተይ ኣዝዩ ከቢድ ዝኾነ በደል እያ በዲላትኒ ኣብ ምንታያ ስለ ዝወዓልክየ ግን ምርዳእ እዩ ክሳብ ሕጂ ጸጊሙኒ ዘሎ። ናተይን ናይ በዓልቲ ቤተይን ርክብ ካብዚ ዝጅምር ክልቴና ኣብ ሃገራዊ ኣገልግሎት እንነጥፍ ካብቶም ድልዱላት ወተሃደራት መንእሰያት ኢና ኔርና። በዓልቲ ቤተይ ብምኽንያት ኣብ ሳዋ እንከላ ኣንፊት ሒዛ ስለ ዝነበረት ተመላላሲት እዮም ገይሮማ ነይሮም። ኣነ ግን ኣብቲ ቦታ ቀዋሚ ሰብ እየ ነይረ። በሉ ሌላና ካብዚ እዩ ዝጅምር። ንሳ ተመላላሲት ኣነ ከኣ ቀዋሚ። ኩሉ ሳዕ ክትመላለስ እንከላ ይርእያ እየ። ሰላምታ ከየጽገበትኒ ድማ ኣይትሓልፍን እያ ነይራ። እዛ በዓልቲ ቤተይ ናይ ሽዑ ኣዝየ ዝፈትዋ ዝነበርኩ ኣፍቃሪተይ፣ እትመጸሉ ዕለት መዓስ ከም ትኸይድ ከኣ መዝጊበዮ ስለ ዝነበርኩ፣ ቅድሚ ንሳ ምምጻኣ ንስድራይ ዝኸውን ብዙሕ ንብረታት ኣኪበየ ድጸንሕ፣ ንሳ ምስ መጸት ውን ብኡ ጌረ ናብ ስድራይ ይልእከላ። ናተይን ናታን ገዛውቲ ብዙሕ ርሓቂ ዘይነበሮ፣ ክልቲኦም የሕዋተይ ብብሽክለታ ጌሮም ከምጽዎ ዝኽእሉ ኢዩ ነይሩ፣ በዝን ወድን ከምዝን ከኣ ክልቴና ናይ ሌላ መስመር ከፊትና ዝምድናና ከነደልድሎ ኣነ ንሳን ውን ካብቲ ሽዑ ሰዓት ከም ኖርማል ሰባት ዘይኮናስ ግን ከም ክልተ ግዱሳት ሰባት ኮይና ክንጓዓዝ ኢና ጀሚርና ድሕሪ ሓደ ዓመት ከኣ ፍቅራዊ ሂወት ጀሚርና ዝምድናና ኣዝዩ ተሪር ክከውን ጀመረ መቸም ኣብ ናይ ፍቁራት ሂወት መዓስ ትጅመር እታ ናይ ፍቅሪ ግዜ ደኣ እምበር መዓስ ትውዳእ ኢሉ ዝሓስብ ኣካል የለን ምኽንያቱ ጥዑይ ኣተሓሳስባ ክኣ ስለ ዘይኮነ እዩ ኣብቲ ዝነበርኩዎ ቦታ ብጀካ እቲ ደሞዝ ካብ መንግስቲ ድመጻና ውልቃዊ ስራሕ ውን ይፍታትን እየ ዝነበርኩ ብኸምኡ ድማየ እቲ ኩሉ እኽልታት ኮነ ናይ ናብራ ዝጠቅም ንስድራይ ክኣ ሓገዝ ይኾኖም ኢለ ዝሰደሎም ዝነበርኩ ካብኡ ተበጊሰ እየ ድሰደሎም እምበር እተን ድቁረጻ ጎንዘብሲ ንዓይ ከማን ኣይኮናንኒን እንተ ዕንጨይቲ ቆራሪጸ ፋሓም ከፍሕም ወይ ውን ንብረት ካብ ተሰነይ ኣምጺኤ ናብ ኣስመራ እንዳበልኩ ገንዘብ ክእክብን ሂወት ስድራይ ኣብ ምልዋጥ ብዙሕ ወፍሪ'የ ዝገብር ዝነበርኩ ካብኡ ካብ ተዝሰደሎም ዝነበርኩ ከኣ ፍርቁ ነዛ ኣፍቃሪተይ ንስድራኣ ክትወዘሎም ከም ዘለዋ እንዳ ነገርኩ'የ ዘፋንዋ ዝነበርኩ። እዛ ኣፍቃሪተይ ናይ ሕጂ በዓልቲ ቤተይ ኣዝያ'ያ ትሕጎስ ከምዚ ዓይነት ሓላዪ ሰብኣይ ብምሃቡ ኣብ ገዛና ከኣ ብጀካ ንሕና ኣዋልድ ኣወዳት የብልናን ኢላ ስለ ትሓስብ ስለ ዝነበረት በዝን ወድን ከምዝን ኣነ ክንዲ ኩሉ ክኾነኪ'የ ኣጆኺ ስድራኺ ከኣ ጠጠው ክነብሎም ኢና ኣምላክ እንታይ ይሰኣኖ ሕጂ ውን እንዳ በልኩ እየ ተስፋ ዝህባ ዝነበርኩ በተን ቁርብተይ እንዳ ሰራሕኩ ዝእክበን ዝነበርኩ ገንዘብ ክልቴና ሓዳር ክንገብር ከም ዘለና ሓሳብ ክህባ ጀመርኩ ንሳ ውን ንሓሳበይ ኣይነጸገቶን ግን ኮፍ ኢላ ክትሓስበሉ ከም ዘለዋ ንስድራኣ ከኣ ክትነግር ከም ዘለዋ እያ ነጊራትኒ ናብ ዓዳ ዝተመልሰት ስድራኣ ብዘይ ናታ ምምርዓው ካልእ ዘጨንቖም ነገር ከም ዘየለ ሓቢሮምን ነጊሮምን። ቅድሚ ሽማግሌታት ምስዳዱ ከኣ ንሕና ክንላለዮ ናባና ይምጻእ ኣብ ግዜ ዕረፍቱ ከይረኣየና ከይከይድ ኢሎም መልእኽቲ ገዲፎምለይ ከም ዘለዉ ከኣ ነገረትኒ። ድሕሪ ክልተ ወርሒ ኣቢለ ከኣ ናይ ዕረፍቲ ወረቐታ ጽሒፈ ናብ ዓደይ ተመለስኩ። ብኡንብኡ ከኣ ናብዛ ኣፍቃሪተይ ብምድዋል ክመጸሉ ዝሓሰብኩ መዓልቲ ነገርክዋ። ንሳ ውን በል ኣነ ኣብቲ ኣፍደገ ኮይነ ክጽበየካ'የ ብሓንሳብ ንኣቱ በለትኒ። ልክዕ ከምቲ ዝበለትኒ ኣብ ኣፍደገ ጸንሓትኒ እሞ ብሓንሳብ ተተሓሒዝና ኣተና። ኣዲኣ ብዕልልታ'ያ ደርጒሓቶ። ኣቦኣ ውን ሓኒቑ ሰዓመኒ። ብውሽጠይ ኣዝዩ ደንጽዩኒ። ኣቦኣ ሓኒቑኒ፣ ኣዲኣ ኸኣ ብዕልልታ እናደርጐሐት ልክዕ መርዓይ ከም ዘለኹ ኣምሲላ ክተምጽኣንስ እንታይ ማለት'ዩ? እዋእ ማዕረ ክንድዚ ህርፋን ናይ መርዓይ ነይሮም ኣድ እዞም ስድራ? እንዳበልኩ ገጸይ ብፍሽኽታ መሊኤ ኣነ'ውን ሕጉስ ከም ዝዀንኩ ከመልክተሎም ጀመርኩ። እዛ ኣፍቃሪተይ ብናብራ ካባይ ኣዝያ ትሓይሽ። ብውሕዱ ብውሕዱ ሰለስቲኦም ኣሕዋታ ኣብ ደገ'ዮም ዝነብሩ። ዕላልና'ውን ምስ ስድራቤታ ጀመርና። ኣቦኣ ከምቲ ኣነ ዝሓሰብክዎ ከምኡ ኣይኮነን ጸኒሕኒ። ኣዝዩ ትሑትን ርዱእ ሰብን ኮይኑ'ዩ ጸኒሕኒ። ካልኦት ኣቦታት ኣነ ከም ዝግምቶም ኣብ ፍሊም ከኣ ከም ዝሪኦም ኣዝዮም ተረርቲኦም ንጓሎም ክህቡኻ ከለዉ ልክዕ ከምዚ ዳይመንድ ዝህቡኻ ዘለዉ ከምኡ ጌሮም እዮም ዝህቡኻ ሓደ ሓደ እዋን ውን ገለ ስድራቤት ንስኻ ሰብ ምዃንካ ደይምዃንካን ንዖም ኣይግድሶምንዩ ጓሎም ግና ልዕሊ ሰብ ምዃና እዮም ዘርእዩ እዚ ኸኣ ኣብ ሕብረተሰብና ልሙድ እዩ ናይዚ ነፍቃሪተይ ኣቡኣ ግን ፍልይ ዝበለ ስነ ስርዓት ጌሩዩ ተቀቢልኒ። ዝወደይ ብዛዕባ ጓለይ ሓደ ነገር ከዘንትወልካ ኢሉ ዘረብኡ ከፈተለይ ኣነ ውን ሃህ ኢለ ድሕሪ ክሰምዖ ምጽንሐይ እወ ነዛ ጓልና ክንረክባ ኣነን ኣዲኣን ብዙሕ ኢና ኮለል ኢልና ኣነ ብጣዕሚየ ጓል ክወልድ ዝደሊ ዝነበርኩ ግን ዕድል ኣይገበርኩን ኣወዳት ነወዳት እየ ገይረያ እዛ ቤትና ደሓር ግን ናይ መወዳእታ ዕድልና ክንፍትን በተክርስትያን ንግሆ ኮነ ምሸት ክንመላለስ እግርና ሓቢጡ እዩ በቃ ኤእ ኣምላክ ከኣ ሰሚዕና ዝወደይ ነዛ ሓንቲ ከም ሓሙስ ጓልና ከኣ ሂብና ናታ ኣተዓባብያ ካብ ናይ ካልኦት ኣሕዋታ ፍልይ ዝበለ ገይረ የዕብየያ ምክንያቱ ድሌተይን ጽማእተይን ኣዋልድ ክወልድ ስለ ዝነበረ። ስለዚ ዝኸበርካ ወደይ ከኣ ኣነ ነዛ ጓለይ ክህበካ ከለኹ ማዕረ ክንደይ ዋጋ ከም ዘኽፍል እንዳፈለጥኩ እየ ዝህበካ ዘለኹ። ኤእ ኣብ ሓዳር ምስ በጻሕኹም ከኣ'ባ ጓል ተወሊድኩም ንዓይ ትህቡኒ ትኾኑ። ኢሉ ክስሕቕን ንዓና ድማ ክዘናግዓናን ዝጀመረ። ኣደ እዛ ኣፍቃሪተይ ድማ ኣንታ ኣጨኒቐካ ዶ ከምኡ እዩ ደሓን ይግደፎ ንዓና እውን ከምኡ እንዳበለ እዩ ዝኹሉ ዓመታት ኣሳዲና ዘሎ ኣምላኽ ምሕረተኛ ኮይኑ እዩ ዝወደይ ኢላ ካዕካዕ ኢላ ኣስሓቐትና ኣቦ እዛ ኣፍቃሪተይ ጌና ዘረብኡ ስለ ዘይወድአ ብኢዱ ኣመልኪቱ እዚ ወደይ ትሑት ናብራ ዝበሃል የለን ንሕና እውን ካባኻ ይንሓይሽ ኒና ብብዙሕ ነገር ንሽገር ኢና ሕጂ ግን ሓደ ነገር ክላበወካ ዝደሊ ብሰንኪ ገንዘብን ብሰንኪ ወጻኢታት መርዓኹም ኣይተደናጉይዎ እዞም ኣብ ደገ ዘለዉ ሰለስተ የሕዋታ ከም ዝሕግዙና ርግጽኛታት ኮይንና ኢና ዶሮ እኳ ገንዘብ ሰይዶም ኣለዉ ነዛ ሓንቲ ሓፍትና ልክዕ ከም ንግስቲ ጌርና ክነመርዕዋ ኢና ብምባል ብዙሕ ገንዘብ ሰይዶም ኣለዉ ስለዚ ዝወደይ ገንዘብ የብለይን ካልእ ነገር ሒዝኒ ብምባል መርዓኹም ንድሕሪት ከይትጎትዎ ሽማግሌታት ቀልጢፍካ ስደድ ዝወደይ ግዜ ጎያያይ እዩ ዝበሃል ስለዚ ተጓየዩ ዝወደይ ግዜ ከለኩም ግዜ ተጸበዩ ኢሉ ዘረብኡ ዓጽዩ ናብቲ ከዘናግዓናን ከስሕቐናን ዝጸንሐ ዕላሉ ተመለሰ። ንስድራቤተይ ነጊረ ከኣ ሽማግሌታት ክሰዱላ ከም ዘለዎም ኣነ ውን ነዛ ጓል ከም ዘፍቅራን ክምርዓዋ ከኣ ከም ዝወዳእኩን ነገርኩዎም። ስድራ ቤተይ ኣብቲ መጀመርታ ዋላኳ ትሑት መነባብሮ ነይርና ሕጂ ከመይ ጌርናዮ ነዚ ኩሉ ከነውጽኦ ኢሎም ተተጨነቁ ኣነ ብዓቅመይ ድኣከብኩዎ ገንዘብ ኣለኒ ሰብ ከኣ ብዓቅሙ እዩ ዝነብር ብዓቅሙ ከኣ ሓዳሩ ይገብር ሕጂ ብከመይ ኢኩም ንዓይ ከምኡ ትብሉን ዘለኩም እሞ እስካትኩም ገንዘብ ክሳዕ ትረክቡ ዶ ኣነ ክልተ ጨጉሪ ከውጽእ ኮይነ ብምባል ተቋይቐ ናብ ቦታይ ተመለስኩ። ብምኽንያት መንግስታዊ ስራሕ ምስቶም ሽማግለ ክርከብ ስለ ዘይከኣልኩ ይቕሬታ ብምሕታት ንሳቶም ክሽፍኑለይ ከም ዘለዎም ነገርኩዎም። እዞም ስድራቤት ናይ ኣፍቃሪተይ ድማ ነዚ ቆልዓ ንሕና ቅድሜኹም ረኺብናዮ ስለ ዝነበርና ብዛዕብኡ ይቕሬታ ምሕታት ኣየድልየኩምን'ዩ። ብቐደሙ ትሑት ወድዝጊ ዝኾነ ውላድ'ዩ ዘለኩም። ንሕና ከኣ ምሉእ ብምሉእ ኢና ተቐቢልናዮ። ስለዚ ንሱ ብዘይ ምህላዉ ገለ ቂር ከይብለኩም ኢልና ኢና ነዚ ዘረባ ኣቐዲምናዮ ዘለና ብምባል፣ ንዘረብኦም መደልደሊ ዝኸውን ነቲ ሓሳባቶም ከኣ ሓይሊ ዝኸውን ደሃብዎም። ትብጻሕኩም ተባሂሉ ድማ ንድሕሪ ክልተ ወርሒ መርዓና ተቖጽረ። ቅድሚ ወርሒ ናይ መርዓና ድማ ካብቲ ዝነበርኩዎ ቦታ ናብ ዓደይ ተመሊሰ። ንመርዓይ ክሸባሸብ ጀመርኩ። ነዛ ኣፍቃሪተይ ኣቦኣ ከኣ ናብ ገዝኡ ጸዊዑ ንዓ በዚ ወደይ ሓንሳብ ስከ ንንቀሳቐስ ብምባል በይንና ባሕሪ ጽምዋ እንዳተጓዓዝና ከለና እዚ ወደይ ንድኾነ መንቀሳቐሲ መታን ከይትስእን ኣነ እዚ ሂወት እፈልጦ እንዴ ሕጂና ደቅና ናብ ደገ ምስ ከዱ ሓሊፍልና ንንቀሳቀስ ደልና ደኣምበር ልክዕ ከምዛ ከማኻ ኢና ኔርና ሕጂኻ ከይተሰከፍካ ተቀበለኒ ብምባል ጥማር ገንዘብ ብግዴታ ኣብ ጁባይ የእተወለይ። ከምዚ እንዳበልና መርዓና ኣዝዩ ብዘገርም ደስ ዘብልን ሕጉስ ዝኾነ መዓልትን ለይትን ዊዒልናን ሓዲርናን ናብ ሆቴልና ከድና። ሕጽኖትና ውን ኣብታ ዝተኻረናያ ገዛ፣ ንኽልተ ወርሒ ጸናሕና። ካብኡ ንደሓር ኣነ ናብቲ ዝነበርኩዎ ቦታ ክምለስ ስለ ዘይደለኹ፣ ነዛ በዓልቲ ቤተይ ከምዚ ኢለ ሓሳብ ሃብኩዋ፣ እንታይ ይመስለኪ? ኣነን ንስኽን ካብ ንቦታና ኢልና ክንመላለስ ግዜና ነጥፍኦ ሓደ ነገር ዘይንውስን፣ ንስደት ዘይንወጽእ? በልኩዋ። ኣብቲ መጀመርታ እኳ ኣይተቐበለቶን። ደሓር ግን ሓሲባ ሓሲባ ድሕሪ ሰሙን፣ እቲ ዝበልካኒ ሓሳብሲ ተቐቢለዮ ኣለኹ። ምኽንያቱ ንኽልቴና ውን ብዙሕ ግዜ ኣይህበናን ዩ ኣብ ስደት ግን የሕዋተይ ስለ ዘለው ንስኻ ውን ነጠፍጠፍ ስለ ትብል ጸገም የብሉን በቃ ንወስን ናበይ ኢና ክንውስን ደኣ ኢላ ሓሳብ ክትህበኒ ኣብቲ ናተይ ሓሳብ ውን መደረብታ ክትውስኸለይ ጀመረት ብቐጥታ ውን ንኢትዮጵያ ክንወጽእ ከም ዘለና ነገርክዋ እቲ ክንወጽኣሉ ኢልና ዝሓሰብና ግዜ ከኣ ልክዕ ቅድሚ ክልተ ወርሒ ናይቲ ሰላም ዝነበረሉ እዋን ቅድሚ እዩ ነይሩ። ቅድሚ ምውጻእና ኣነ ሓደ ነገር ክገብር ሓሰብኩ። ነዚ ሓዊ ሰበይተይ ብግሊ ክረኽቦ'ሞ ከዘራርቦ ብምባል ኢንተርነት ከይደ ምስኡ ክራኽብን ከዕልልን ጀመርኩ። ኩሉ'ቲ ሓሳባተይ ምስ ነገርኩዎ ከኣ። እዋእ እወ ጽቡቅ ኣለኻ ኣብዚ ሕጂ ሰዓት ግን ድኾነ ገንዘብ ኣይሓዝኩን ዘለኹ ብምባል መለሰለይ ኣነ ግን በጃኻ ዋላ ተለቂሕካ ካብዚ ዓዲ ዘለኹዎ ኣውጻኒ ምኽንያቱ ኣነን በዓልቲ ቤተይን ከምዚ ኢልና ክንነብር ኣይንኽእልን ኢና ስለዝስ በጃኻ ብዝተኻለካ መጠን ኣብዛ ውሽጢ ወርሒ ክንወጽእ ሓግዘና። በልክዎ። ብኸምዚ መንገዲ ከኣ ጉዕዞና ጀሚርና ናብ ኢትዮጵያ ኣተና። ኩሉቲ ክኽፈል ዘለዎ ከኣ ከፋፈለልና። ምምጻእና ዝሰምዑ እቶም ካልኦት የሕዋታ ከኣ በብዓቕሞም ገንዘብ ክሰዱልናን፣ እቲ ዘድልየና ንብረት ካብ ክዳን ክሳዕ መግቢ ውን ብዝተኻእሎም መጠን ብሰባት እናገበሩ ክሰዱልና ጀመሩ። ሕጽኖትና ጽቡቕ ጌርና ኢና ኣስተማቒርናዮ። ኣብ ኣስመራ ዘይኮነ ኣብ ኣዲስ ኣበባ ብኸመይ ዝበለ ዕረፍትን ግላዊ ህይወትን ኮይንና በቃ ናብቲ ክወጽእ እየ ኣይትብል ናብቲ ክኸይድ እየ ኣይትብል ሰላም ጌርና ሕጽኖትና ኣሕለፍናዮ። ድሕሪ ናይ ሕጽኖትና ግዜ ከኣ ኣነ ገዛ ኮፍ ምባል ስለ ዘጽለኣኒ ኣብ ውሽጢ ገዛይ ኮይነ ድኾነ ስርሓት ክሰርሕ ጀመርኩ ክሳዕ የሕዋታ ንክልቴና ፕሮሰስ ጌሮም ክሳዕ ዝወስዱና ኣነ ኮፍ ክብል የብለይን ብምባል ነጠፍጠፍ ክብል ጀመርኩ እቲ ነጠፍጠፍ ምባለይ ኮፍ ምባል ስለ ዘጽልኣኒ ደኣዩ እምበር ገንዘብ ከውሕዱልና ስለ ዝረኣኹ ኣይኮነን የሕዋታ ካብ መጠን ንላዕሊ ኣዝዮም ጥዑያትን ብሩኻት የሕዋትን እዮም ዘለውዋ ብኸምዚ መንገዲ ከኣ ዘይሓሰብክዎ ብዙሕ ገንዘብ ከጠራቕም ጀመርኩ። ንእሽተይ ገዛ ተኻርየ ከኣ ቤት መግቢ ገበርክዋ። ሰራሕተኛታት ኣምጺኤ ከኣ ከስርሕን ከዋፍርን ጀመርኩ። ነዚ ዝተዓዘቡ የሕዋት ሰበይተይ ከኣ ትገብሮ ዘለኻ ብጣዕሚ ጽቡቕ እዩ፣ ከመይ ዓይነት ሰብ ኢኻ? ዋእ በየንከ መጻኻና? ኢሎም ክንእዱንን ከድንቑንን ጀመሩ። በል እሞ ነታ ትካልካ ከነዕብያ ኣለና ክሳዕ ናብዛ ዓዲ ትወጹ፣ ዝኾነ ነገር ንሕና ከኣ ንሕግዘኩም ብምባል ገንዘብ ክሰዱልናን ነታ ዘላትን ትካል ከኣ ከዕብያ ከም ዘለኒ ክመኽሩንን ከተባብዑንን ጀመሩ። እንተኾነ ግን ሓደ ግዜ ነዛ በዓልቲ ቤተይ በቦ እትውለድ ሓፍታ ካብ ኤርትራ ናብ ኣዲስ ኣበባ መጺኣ ከም ዘላ በቦኣ ከኣ ስለ ዝሰማዕና ቁጽሪ ተሌፎና ብምውሳድ ብመስመር ደወልናላ። ኣብቲ ቀዳማይ ግዜ እኳ ሞባይላ ኣይትሰርሕን እያ ነይራ። ደሓር ግን ድሕሪ ብዙሕ ምፍታን ተቐበለትና እሞ መን ክብል በለትና። ሓፍታ ምዃና ድሕሪ ምንጋር ድማ ኣበይ ቦታ ከም ዘላ ሓተትናያ። እቲ ዝነበረቶ ቦታ ናይ ከባቢ ሓደ ሰዓትን ፈረቓን ፍልልይ ስለ ዝነበሮ ብመኪና ከይድና ክነምጽኣ ምዃንና ኣብ ሓደ እንዳ ሻሂ ክትጸንሓና ከም ዘለዋ ድማ ነገርናያ። ከምኡ ከኣ ገበረት። ብሓንሳብ ከኣ ተተሓሒዝና ናብ ገዛና ተመለስና። ብዙሕ ይራኸባ ስለ ዘይነበራ ብዙሕ ኣፍልጦ ኣይነበረንን። ኣዲኣ ነዚኣ በቦ ሓፍታ ዝኾነት ንበዓልቲ ቤተይ ኣዝያ ተራርን ጨካንን ሰብ ስለ ዝነበረት ነዚ ኣቦኣ ካልእ ሰበይት ተመርዕዩ ምስ ፈለጠት'ያ ናብ ካልእ ቦታ ሒዛታ ዝኸደት። ካብኡ ርሒቓ ከኣ ገጽ ኣቦኣ ካብ ዘይትርኢ ንልዕሊ ዕስራ ዓመታት ጌራ ከም ዝኾነት ነገረትና። ብሰንኪ ናይ ኣዲኣ ሕርቃንን ውሳኔን ደኣ እምበር ንሳ ነቦኣ ብውልቃት ስለ ትጸልኦ ኣይኮነትን። ከምዚ ኢልና ክነዕልል መሬት ኣዝዩ መሰየ። ኣቲ ንዕበሊ የዕርፊ ብምባል ዓራታን ክፍላን ብምርኣይ ኣካላታ ተሓጺባ ከተዕርፍ ከም ዘለዋ ነገርክዋ። ምስ በዓልቲ ቤተይ ዋላ ሓንቲ ዘመሳስል መልክዕ የብለንን። እዛ ሓፍታ ልክዕ ነታ ዝወለደታ ኣዲኣ እያ ትመስል። ንልዕሊ ክልተ ሰሙን ከኣ ብሓንሳብ ተቐመጥና። ኣብ ሰዓት እዚ ግን እዛ ሓፍቲ በዓልቲ ቤተይ ዘይንቡር ተርእዮታት እያ ክትገብር ዝጀመረት። ከምኡ ዓይነት ኣተዓባብያ ደይ ዓብያ ዋላስ ናይ መሓዙታ ናይ የዕሩኽታ ጽልዋ እዩ ከምዚ ገይርዋ ክሳዕ ዝብል እዩ ኣዝዩ ዘገርመኒ ዝነበረ። ኣከዳድናኣ ስነ ስርዓት ዘይብሉ፣ ጽፈት ዘይብሉ፣ ቆራጽ መራጽ ጥራይ ዘይኮነ ዕርቃና ዘርኢ ብዙሕ ክዳውንቲ እያ ትኽደን ዝነበረት። ብፍላይ ኣነ ካብ ስራሕ መጽየ ኣብቲ ቡን ዝሰትየሉ ዝነበርኩ እዋን ኣብ ፊተይ እናተቐመጠት ናባይ እንዳጠመተት ከኣ ብዙሕ ዓይነት ኣገላልጻ እያ ትገልጸለይ ዝነበረት። ሕሉፍ ሓሊፍዋ በዓልቲ ቤተይ ኣብ ትወጻሉ ሰዓታት ናብቲ ናተይን ናይ በዓልቲ ቤተይን ክፍሊ ብምእታው ዘድልያን ዘየድልያን ዘረባ ክትዘራረብን ኣብ መወዳእትኡ ከኣ ምስኣ ምስዛ ሓፍተይ ብጋህዲ ምሳይ ከኣ ብሕቡእኮ ክትነብር ትኽእል ኢኻ ኣነ ኣይትሓዘለይ ኣብዚ ቦታ እዚ ካብ ዝመጽእ ዝጠመትክዎን ዓይነይ ዘውደቕኩሉን ሰብ ንስኻ ኢኻ ኣብ ዓለም ከኣ እቲ ናይ ብሓቂ ኣፍቃሪ ደኣ እምበር ግድነት ሓዳር ሰዝገበርካ እኮ ተፋቂርካ ጌርካዮ ማት ኣይኮነን ግን ሓንቲ ተፍቅረካ ልቢ ረኪብካ ኣለካ ሕጅስ በጃካ ተረደኣኒ እንዳ በለት እንታይ እያ ትዛረበኒ ዘላ ክሳዕ ዝብል እየ ዝከውን ዘለኩ ከምዚ ኢላ ክልተ ሰለስተ መዓልቲ ምስ መጸትኒ ብሞባይል እውን ብዙሕ መሴጃት እያ ትጽሕፈለይ ኣነ ኣበይና ረኪበ እዚ ቦታ ሓዳር እዩ ከምዚ ንስኺ ሕጂ ንእስነት ዝገብረኪ ዘሎ ኮሙኡ ደንጸላልዎን ንሱ ክኣ ድገዝኣሉን ቤት ኣይኮነን እዚ ናይ ሰብ ሓዳር ገዛ ዩ ስለዚ ስነ ስርዓት ጌርኪ ክትነብሪ እንድሕር ፈቲኺ ጽቡቅ ኣይኮነን ክኣ ብዙሕ ገዛውቲ ስለ ዘሎ ንሕና ክንወጻልኪ ኢና ብምባል እየ ድዓጽዋ ዝነበርኩ። ወሓጠያ እንተበልክዋስ መሊሳ ትጎስሞ ድዩ ዝበሃል። ናይዛ ሓፍቲ በዓልቲ ቤተይ ግን መሊሱ'ዩ ግብራን ዘረባኣን ዝገድድ ዝነበረ። ናብ ስርሐይ እንዳ መጸት ሰላም ክትብለንን እቲ ናይ ብቐዳማይ ከመይ ሓሲብካሉ'ዶ ምሳይ ምንባር ክምችኣካ'ዩ ኣደይ ከምኡ እንዳበለት'ያ የዕብያትኒ ንሰብኣይኪ ከመይ ዝበለት ሰበይቲ ከም ትኾንሉ በቃ ኣነ ኣረጋጊጸልኪ እየ ከመይ ዓይነት ኣተዓባብያ ከም ዘዕበኹኪ ኣይትረስዒ እንዳበለት እያ ትዛረበኒ ስለዚ ሓሲብካሉ ክትኮን ተስፋ ይገብር ኢላ ሓተተትኒ ኣነ ውን ናይ ኣዴኺ ነገር ኣዝዩ ጽቡቕ ዝኾነ ኣተዓባብያ እያ የዕብያትኪ ንስኺ ግን ካብቲ ንሳ ዘዕበየትኪ ወጺኺ ኢኺ ክትነብሪ ትደሊ ደለኺ ሰብኣይኪ ማለት እኮ ኣብ ካልእ ሓዳር ደሎ ዘይኮነስ ካልእ ሰብኣይ እያ ትብለኪ ዘላ ካልእ ንስኺ ባዕልኺ እትፈጥርዮ ሰብኣይ እምበር ተፈጢሩ ዝጸንሓኪ ሰብኣይ ከመይ ጌርኪ ኢኺ ሰብይ ሰበይቲ ክኾነልካየ ደስ ዝብለካ ክገብረልኪየ እንዳበልኪ ከምዚ ክትዘራረብዮ እዚ ናይ በዓለገታት ኣዘራርባ እንድዩ ኣነ ከኣ ክረኽበኪ ይደሊ ነይረ ሕጂ ናብ ስርሐይ ኮነ ናብ ናይ ውልቀይ ክፍሊ ኣቲኺ ክትዘራረብኒ ፍቓደኛ ኣይኮንኩን ኢለ ኣፈራራሕክዋ ጓል ግን ኣይትፈርሕን እያ። ከምዚ እንዳበለት ብብዙሕ ነገር ክትፍትነንን ከተሳቅየንን እያ ጀሚራ። ኣነሲ ክነግራ ዶ ነዛ ሓብታ ወደይ ብሰንከይ ተፈላለየን ከይበሃል እቲ ስድራ ከኣ ብሰንከይ ፋሕፋሕ ከይብል ብምባል ዓቂረዮ ትም በልኩ። ባህሪ ናይዛ ሓፍቲ በዓልቲ ቤተይ ሓደ ነገር እዩ። ንሳ ኣዝያ ወሳኒትን ጨካን ሰብ ምዃና ንዝኣመነትሉ ከኣ ርግጸኛ ኮይና ክትዛረበሉ ዘይትሓፍር ጓልንስተይቲ ምዃና'ያ ትገልጸለይ። እዚ ድፍረታ ኣብ ጽቡቕ መዓላ ክውዕል ምተገብኦ ነይሩ። ኣብ ዘይቦትኡ እንዳኣተወት ግን ንርእሳ ስዲ ትሰዳላ። ነዛ በዓልቲ ቤተይ ከኣ ብጥበብ ክዛረባ ከም ዘለኒ ሓሰብኩ። በዚ መንገዲ ከኣ ከምዚ ዝብል ሓሳብ ሃብክዋ። ነዛ ሓፍትኺ ስለምንታይ ኣብቲ ስራሕና ድኾነ ክትፈታታሕ ርእሳ ውን ከይትጭነቕሲ ምሳና ስራሕ ዘይንጀምራ? ኢለ ሓሳብ ሃብክዋ። በዓልቲ ቤተይ ነቲ ሓሳብ ብሙሉእ ልባ ከም ዝተቐበለቶ ነጊራ ንሳ ጥራይ ትቀበለና እምበር ንሕና ደኣ እንታይ ጽገም ኣሎ? ከምዚ ንስኻ ነጠብጠብ ዝበልካዮ ንሳ ውን የእምሮኣ ብሓደ ሸነኽ ካብ ምሕሳብ ትውገድ። እምበር ንእሽተይ እኳ ትፍትነካ ከም ዘላ ይርድኣኒ እዩ ኢላ እቲ ናይ ውሽጠይ ድረኽቦ ዘለኹ ስቓይ ብንእሽተይ ተንከፈቶ። ኣነ እውን ኣይ እዚ ደኣሞ ናይ ንእስነት እንድዩ ኣይ ጸገም ኣለዎ ንሕና ከኣ ስለምንታይ ኢና ሓዳር ጌርና መታን ንኻልኦት ሰባት ኣርኣያ ክንኮኖም እንድዩ ኢለ ነቲ ኣብ ውሽጠይ ሓቢኤዮ ዘለኹ ከምስል ክፍትን ብጽቡቕ መልሲ ፈተንኩላ። ብድሕሪኡ ክልቴና ኮይና ነዛ ሓፍታ ተዛረብናያ። ኣዝያ ተሓጒሳ ምኽንያቱ ስራሕ ክረክብ ብጣዕሚ እየ ዝደሊ ኔረ ሕጂ ድማ ኣብ ትካልኩም እሞ ከኣ እንዳ ኣሕዋተይ ዋላ ብነጻ እሰርሓልኩም ኢላ ፍሽኽ እንዳበለት ናባይ ጠመተት። ንጽባሒቱ ብንግኡ ንስራሕ ሒዘያ ይኸይድ እሞ ከም ወይተር ክትከውን ንሓደ ክልተ ሰሙን ክትሰርሕ ከም ዘለዋ ነገርክዋ ጽቡቕ ዝኾነ ኣቀባብላን ኣስተናግዳን ከም ዘለዋ ከኣ ረኣኽዋ እሞ ቀልጢፈ ኣብቲ ናይ ካሸር ማሽን ኣቐመጥክዋ። ኣብኡ እውን ኣዝያ ብልጽቲ ኮይና ስለ ዝረኸብክዋ ብጣዕሚ ተሓጒሰ፣ ከምዚ ዓይነት ሞያ እንከለክስ ስለምንታይ ብኽፉእ ባህርያት ወይ ብኻልእ ነገራት ኣነ ድፈልጠኪ ስለምንታይ? ኢለ ክሓታ ጀመርኩ። ንሳ እውን ስለ ዘፍቀርኩኻ በለትኒ። ዓቢ ንፋሉት ኮይንና ኢና እሞ ኣብዚ እንድመጻ ክለን ናይ ክልተ ሰሙን ሰለስተ ሰሙን ግዜስ ከመይ ጌርኪ ኣፍቂርክኒ ፍትወት ከይከውን ርእስኺ ቼክ ግበሪ ኢለ ሓዲገያ ከድኩ። ንልዕሊ ሽዱሽተ ወርሒ ከምዚ ኢልና ኣብ ስራሕ ድሕሪ ምጽናሕና ትካልና ክትዓብን ብዙሕ ኣታዊታት ክትገብርን ጀመረት። ድሕሪ እዚ ግን ኣብ ሞንጎይን ኣብ ሞንጎ እዛ ሓፍቲ በዓልቲ ቤተይን ዘይሰማምዕን ዘይረዳድእን ጉዳያት ኣብ ሞንጎና ክፍጠር ጀመረ። ንሱ ከኣ እቲ ቅድሚ ሽዱሽተ ወርሒ ዝረኸብናዮ ኣታዊታትን ዕቤት ናይታ ትካልን ብሓንሳብ ክወድቕን ኣታዊታት ናይታ ገዛ ከኣ መሊሱ ክቕንስ ጀመረ። እቲ ምኽንያት ድሒር እዩ ተረዲእኒ። እዛ ጓል እዚኣ ካብቲ ናይ ስራሕ ገንዘብ ከተለዓዕል ስለ ዝጀመረት እዩ። እዚ ከኣ ብኹሎም ሰራሕተኛታት ናይ ገዛይ ከምኡ እውን በቲ ኣብ ትካልና ዝነበረ ካሜራ ኩሉ እትገብሮ ክከታተላ ጀመርኩ። ንኻልኣይ ሳዕ ክኣምና ስለ ዘይከኣልኩ ካብቲ ገዛ ክትወጽእ። እዚ ናይ ውልቃ ፍቓድ ስለ ዝኾነ ኣብኡ ክከራኸር ኣይደለኹን፣ እንትብቲ ስራሕ ግን። ጥቡቕ ዝኾነ ክትትል ክገብረላ ጀመርኩ፣ በዚ ድማ ሕጉስቲ ኣይኮነትን ነይራ። ነዊሕ ከይጸነሐት ካልእ ዝሓሸ ጽቡቕ ደሞዝ ዝኽፈለሉ ስራሕ ረኺበ ስለ ዘለኹ እዚ ስራሕ ካብ ሎሚ ከቋርጽ'የ ኢላ ድማ ካብ ስራሕናን ካብ ገዛናን ጠቕሊላ ጠፍአት። ምጥፍኣ ንዓና ኣዝዩ ሓድሽ ነገር'ዩ፣ ምኽንያቱ ብሃንደበት እዚ ኹሉ ነገር ገዳዲፋ ካባና ክትእለ ዝደለየትሉ ምኽንያት እንታይ ምዃኑ ክርድኣና ኣዝዩ ኣጸጊምና'ዩ ነይሩ። ብዝኾነ ኮይኑ ግን እዛ ጓል ካባና ካብ ትርሕቕ ንልዕሊ ሓደ ዓመት ከደት። ኣብዚ ግዜ እዚ ናትና ፕሮሰስ ኣብ ኣጋ ምውድኡ ኣብ ዝበጸሐሉ እዋን እዩ ነይሩ። እዛ ሓፍቲ በዓልቲ ቤተይ ናብቲ ናተይ ናይ ዋትስኣፕ ሕሳበይ ብምጽሓፍ ብዙሕ ስእልታት ሰደደትለይ። ኣነ ብዙሕ ፍቅሪ እንድየ ደፍቅረካ ኔረ ንስካ ግን ክብረት ኣይትፈቱን ኢካ ስለዚ ወይ ንበዓልቲ ቤትካ እዚ ስእሊ እዚ ክሰደላ እየ ተዘይ ኮይኑ ከኣ እቲ ናተይ ሕቶ ተቀቢልካ ምሳይ ብሰላም ትነብር እንተ ኮንካ ጽቡቅ ኣየለን ግን ምስ ሰበይተይ ብሰላም ክነብር እየ ከይትብል ብምባል ብዙሕ ስእልታትን ጽሕፈትን ጸሓፈትለይ። እቲ ደረቕ ስእልታት ንዓይ ኣብ ስራሕ እንከለኹ ምስ ክንደይ ኣዋልድ ይራኸብ ከም ዝነበርኩ ዘርኢ ስእልታት እዩ። ነዚ ናተይ ሕቶ እንተዘይተቐቢልካዮ እዚ ናብ በዓልቲ ቤትካ ከም ዝሰዶ ፍለጥ ኢኻ ብምባል እያ ነዚ ስእልታት ዝሰደደትለይ። ከምዚ ዝብል መልሲ እውን ጸሓፍኩላ፣ ድሌትኪ ክትገብሪ እኮ መሰልኪ እዩ። ኣነ ንመሰልኪ ሕጂ እውን ኣይግህሶን እየ። ትማሊ ኣይገሃስኩኽን ኣሽንኳይዶ ሕጂ ክግህሰኪ? ድኾነ ነገር ክትገብሪ ትኽእሊ ኢኺ፣ ኣነ ግን ኣብ ሓቅነተይ'የ ድጸንዕ። ኢለ ጽሕፈተይ ሰደድኩላ። ዋእ! በል ጽናሕ በል፣ ሕጂ እኔ ከርእየካ፣ ስክሪን ሻት ገይረ ክሰደልካ'የ፣ ብምባል ናብ ናይ በዓልቲ ቤተይ ዋትስኣብ ኣካውንት ሰደደትላ። ስክሪን ሻት ገይራ ከኣ ናባይ ሰደደቶ። በዓልቲ ቤተይ ግን ኣብ መስመር ስለ ዘይነበረት ቀልጢፋ ኣይረኣየቶን። ናብ ገዛ ድሕሪ ምምላሰይ፣ እዛ በዓልቲ ቤተይ ኣብ ኮኔክሽን ትኣቱ'ሞ፣ ቀልጢፋ ነቲ ስእልታት ትሪኦ ቮይስ መሊኣ ከኣ እዛ ሓፍታ ትሰደላ ብዙሕ ድምጽታት ስለ ዝሰምዐት ከኣ እንታይ ደኣ እዩ እዚ ፍቅረይ መዓረይ እዚኤን መን እየን እተን ብቀዳማይ ዝነበራ ናይ ስራሕና ዓማዊል እኔን ሓቂ እዚኤን እተን ብቀዳማይ ንብረት ደልየን ዝመጻ በለትኒ እወ ንሰን እየን መን ደኣ ይሰይድልኪ በልክዋ እንድዒ እዛ ሓፍተይ እያ ሰይዳትለይ ዘላ እስከ እዚ ድምጽኻ ክሰምዖ ብምባል ድምጺ ሰምዓቶ ኩሉ ነገር ደንጽዩዋ ጠጠው በለት ፍቅረይ እዚ ሓቂ ድዩ በለትኒ ንዒ በሊ ንዓይ ከኣ ዝበለትኒ ከርእየኪ ኢለ እቲ ናታ ጽሕፈት ከንብበላን ከተንብቦን ከኣ ባዕላ ከም ትኽእል ነገርክዋ እዚ ኩሉ ጽሕፈት ምስ ረኣየቶ እዋእ ምስዓ ምስ ከመይ ዓይነት ሰብ ደኣ እያ ንነብር ኔርና እንታይ ዓይነት መንደላይ ዝኾነት ሓፍቲ እያ ኔራትኒ ከምዚ ዓይነት ሂወት ምሳኻ እዋእ ግን ናይ ብሓቂ ሓፍተይ ድያ እዚኣ ካልእ ሰብ ጽሒፋትልካ ከይትኸውን እዚኣ ኣብ ዝሰደደትለይ እዚኣ ሓፍተይ እያ ብምባል እቲ ናታ ፕሮፋይል ኣርኣየትኒ ኣነ ውን እቲ ናታ ፕሮፋይል ኣርኣኽዋ በዝን ወድን ከምዝን ከኣ ሂወትና ፋሕፋሕ ክብል ደልያቶ ኔራ እያ ኢለ ከረድኣ ብዙሕ ስእልታት ውን ከም ሰደትለይ ንዓይ ከተፈራርሓኒ ውን ከም ዝጀመረት እቲ ኩሉ ኣብ ስራሕ ዝገበረትኒ ከኣ እርይ ቁጽር ኣቢለ ነዛ በዓልቲ ቤተይ ነገርክዋ። የሕዋተየ ከምቲ እቶም ሰባት ቀረብትና እዮም ኣዝማድናዮም የሕዋትናዮም ኢልና እንሓስቦም ከምኡ ከኣ ኣብ ማእከልና ብዙሓት ጸላእቲ እዮም ዘለውና ስለዚ ንዓኣቶም መታን ክንስዕር እቲ ንሶም ዝገበርዎ ብዙሕ ዝኾነ ድኻም ዝመልኦ ግብርታት ኣብ ኣእምሮና ንጸብጽቦ ምኽንያቱ እዞም ሰባት ብጣዕሚ እዮም ደረቕ ልቢ እዛ ሓፍቲ በዓልቲ ቤተይ በቲ ንሳ ዝገበረቶ ነገር ተዘይመጻ ኔረ ንዓይ ምረታዓትኒ ካልኣይ ከኣ ካብ ሂወተይን ካብ ሓዳረይን ፋሕፋሕ የእትያ ዘርሞ ዘርሞ ምበለትኒ ኔራ ስለዚ የሕዋተየ ሓደ ነገር ካባይ ክትመሃሩን ንዓይ ከኣ ክትመኽሩንን እየ ደልየ ናብዚ ቻነል መጽየ ዘለኹ ካብዛ ሰብ እዚኣ ከመይ ጌረ ክርሕቕ ይኽእል ንዓኣ ይቕረ ብምባለይ ከ ኣብ ሓዳረይ ብዙሕ ነገር ዶ ይመጸኒ ይኸውን ምኽንያቱ በዓልቲ ቤተይ ደሓን ኣይትሓዘላ ካባና እኮ ትንእስ ናይ ንእሽተይ ነገር እያ ሰሪሓ ኢላ ትደፋፋእኒ ስለ ዘላ እንታይ ተገበርኩ እዩ ዝሕሸኒ መልስኹም ኣብ ቦታ ኮመንት ክጽበዮ እየ ጽን ኢልኩም ስለ ዝሰማዕኩምኒ የቀንየለይ።